መጀመርያ ርሑስ ቅንያት ናይ በዓል ናጽነት ይግበረልና እናበልኩ ሎሚ ኣብዚኣ ሰዓት እዚኣ ኣገደሲ ዝበልኩም ዜናታት ወይ ከዓ ትንተናታት ሒዘልኩም ቀሪበ ኣለኹ ጉዳይ ናይ ዩክሬን ራሻን ኣብ ዝለዓለ ዝለዓለ ደረጃ በፂሑ ከም ዘሎን ዩክሬን ድማ ብጣዕሚ ካብ መራሕዮም ክሰምዖዮም ክሳዕ ክንደይ እቲ ኩነታት ከቢዱ ከም ዘሎ ነቶም መራሕቲ እቶም ትማሊ ደፋፊኦም ናብ ሓዊ ዝጠበስዎ ፕረዚደንት ዘለንስኪ ተሪር ዝኾነ ዘረባ ተዛሪብዎም ኣሎ። እዚ ድማ ብኩሉ ኣንግል ክንሪኦ ኢና ናይ ሎም ኣርስቲ ብፍሉይ ንኩናት ናይ ዩክረይን ኔቶ ድማ እንታይ ዓይነት ስጉምቲ ኣነ እኳ ፅሉል ስጉምቲ እየ ዝብሎ ዘለኹ ካልኦት እውን ይብልዎ ኣለዉ ክወስድ ይፍትን ኣሎ ወይ ይሓስብ ኣሎ ክንርኢ ኢና ብሓፈሻ እዚ ኩነታት እዚ ድማ ናበይ ክኸይድ ይኽእል ክንርኢ ኢና ላይክ ግበሩ ስፖርት ግበሩ

ሰራዊት ናይ ዩክሬን ሰራዊት ናይ ዩክሬን ኣብ ሓደገኛ ኩነታት ከም ዘሎ እዚ ከማን ክሸፋፍኑ እናፈተኑ ዝብልዎ ዘለዉ እዩ እቲ ሪል ኒውስ ብፍላይ ብካል ምንጭታት ዝወፅ ዘሎ ካል እዩ ዘሎ ብሓፈሻ ግን ከምታ ዝብልዎ ዘለዉ ሰራዊት ናይ ዩክሬን ብድኻም ብዕረፍቲ ምስኣን

ሰሚዕኩሞ ዶ ንሕና ዘለናዮ ኩነታት ኣዝዩ ዘሕዝን ኩነታት እዩ ወይ ከዓ ትርጉም ዘይብሉ ኩነታት እዮም ኣውሪዶምና ዘለዉ ንዓና ንዩክሬን ይብል ኣሎ መን እዮም ከሶም ምዕራባውያን ሃገራት ሓደ ፑቲን ወይ ከዓ ራሻ ክሰዓሩ ይደልዩን እዮም ዘለዉ ራሻ ክሰዓር ኣይደልዩን እዮም ስለዚ ዩክሬን ንክስዕር ክሕግዝዋ ኣይደልዩን እዮም ራሻ እንተተሳዒራ እንታይ ከም ዘጋጥም ንዓለምና ስለ ዝፈልጡ ኒኩለራዊ ውግእ ክቕየር ስለ ዝኽእል ከምኡ ድማ ዩክሬን ክትሰዓርካ ኣይደልዮምን ራሻ ክትሰዓር ኣይደልዩን ዩክሬን ክትሰዓር ኣይደልዩን ይብል ኣሎ ሕጂ እንታይ ማለት እዩ እሱ እቲ ኩናት ሙሉእ ብምሉእ ኣብ መሬት ናይ ዩክሬን እዩ ዝግበር ዘሎ እዚ ናብቲ ውሽጢ ራሻ ዝኾነ ይኹን ስጉምቲ ንክወስዱ ኣይደልዩን እዮም ዩክሬን ክስዕር ከዓ ይሕግዝዋን እዮም ዘለዉ ስለዚ ሓደ ካብቲ ዝዓበየ ፀገም ናይዚ ኩናት እዚ ዘሎ ድማ መብዛሕትኡ ሰብ ድማ ዝሰማማዓሉ ዕላማ ናይቲ ውግእ ናይ ኔቶ እንታይ እዩ እንታይ እቲ ዕላማ ናቶም ኣበይ ቱ ዋላ እቲ ሓላፊ ናይ ሚኒስትሪ ምክልኻል ናይ ኣሜሪካ ሎይድ ኦስትን ኣብ ኮንግረስ ተረኺቡ ክሕተት ከሎ ዲፋይን ሰክሰስ ኢሎም ኣብ ዩክሬን ዓወት ማለት እንታይ ማለትካ እዩ ኢሎም ሓተይቶሞ ክምልስ ኣይከኣለን እዚ እንታይ ማለት እዩ ንፁር ዕላማ ስለዘየለ ንፁር ዕላማ ዩክሬን ኣበይ ጠጠው ክብል ትውግዝ ዘልዎ ዘለዎ ዩክሬን ክትዕወት ኣሎ ማለት ሲ እንታይ ማለት እዩ ንብምሉእ ናይ ተስኣን ሓደን ዝነበረ ግዝኣት ኣብቲ ግዜ ተስዓን ሓደን ዩክሬን ዝበሃል ዝነበረ ብምሉ ክትቆፃፀሮ እየ ክትብል ተኮይንካ እዚ ኩናት እዚ ኣዝዩ ከቢድ ክኸውን ምዃኑ እዩ ዝንገር ስለምንታይ ክሪሚያ ኣብ 2014 ተታሒዙ ድሮ ኣካል ናይ ራሻ ኮይኑ እቲ ህዝቢ ምስ ራሻ ከድምፅ ጀሚሩ ዘሎ እዩ መበቆል ድማ ራሻዊ እዩ እዚ ሕጂ ምብራቃዊ ዩክሬን ዝበሃል ዘሎ እውን ንሱ እውን ኣካል ናይ ራሻ እዩ እቲ ህዝቢ መበቆላዊ ራሻ እዩ ሶሪ መበቆል ናይ ራሻ ዘለዎ እዩ ሕጂ እንታይ ካ ክትገብር ትኽእል ኣብዚ ምክንያቱ ኦሬዲ እቲ ዩክሬን እውን ነቲ ቦታታት እቲ ስትራቴጂካሊ የጥቅዖ ከም ዝነበረ እዩ ዝንገር ምክንያቱ ምኻዱ ይተርፍን ኢሉ ድዩ ዘዕንዎ ዘሎ ብዙሕ ትንተና እዩ ዝወሃቦ በቲ ኮይኑ በቲ እዚ ኩነታት እዚ ሓንቲ እያ ዘላ ብሪክ ብሪክስ ሃገራት ድማ ብተሪር ይዛረቦ ዘለዋ እዚ ፖለቲካዊ መዕለቢ ኣብ ጣውላ እዩ ክግበር ዘለዎ ይብሉ ኣለዉ። ኤውሮጳን ኣሜሪካን ግን ነታ ጣውላ ትበሃል ርሒቆም ታንክን ቦምብን መዳፍዕን ክንበካ ኢና ይብሉ ኣለዉ። ብኣፎም እዮም ብተግባር ኣይህብዎን እዮም ዘለዉ። ዘለንስኪ ዘብክዮ ዘሎ ድማ እሱ እዩ። ብኣፎም ኩሉ ክንሕግዞ ኢና ኣጆኻ ምሳኻለና ክሳብ መወዳእታ እዮም ዝብሉ። ብተግባር ግን እቲ ዝበልዎ ሕራይ ሓዱሽ ክቦ ዘይኮነስ ነቲ ክንበካይኖ ዝበልዎ እውን ይህብዎ የለውን ስለዚ ሰራዊት ናይ ዩክሬን ኣብ ሓደ ኮመንቴተር ናይ ጀርመን ክዛረብ ሰሚዐዮ ብዘገምታ ከም ዝመውት እዮም ዝገብርዎ ዘለዉ ነቲ ሰራዊት ናይ ዩክሬን ቀስ ብቀስ ከም ዝጠፍእ እዮም ዝገብርዎ ዘለዉ እምበር ክዕወት ወይ ነብሱ ክከላኸል እውን ኣይደልይዎን እዮም ዘለዉ ብምባል ብትሪ ነቲ ኣካይዳ ናይ ምዕራባዊ ዓለም ዝኹንን ዘረባ ሰሚዕና ነና

ከምኡ ድማ ብዛዕባ ሰራዊት ክንዛረብ ኢና እቲ ሓድሽ ሕጊ ኣተኣታትዮሞ ዘለዉ ካብ ዕስራን ሓሙሽተን ዓመት ዝኾነ ወዲ ናብ ሰራዊት ክኸይድ ኣለዎ ዝብል ትማሊ ወይ ቅድሚ ኣይ ቲንክ ቅድሚ ዝተወሰነ ሰዓታት ኣብ ኤክስ ሓንቲ ቪድዮ ትዘውር ነይራ ምክንያቱ ጠቕላላ እንዲዮም ሴንሰር ዝገብርዎ ዘሎ ዋላ ኣብ ኤክስ ንሳ ድማ ብምሉእ እቲ ከተማ ወተባዕታይ ዝበሃል ዘይብሉ እቲ ዩክሬን ዝበሃል ኣብ ሓደ ከተማ እያ ተቐዲሓ ወተባዕታይ ዝበሃል የለን

ፕሬዚደንት ቭላድሚር ፑቲን ድማ እንታይ ዝብል ዘሎ ባፈር ዞን ክገብር እዩ ዕላሙ ይነግሮም ኣሎ ፑቲን ፑቲን ድማ እንታይ ዝብሎም ዘሎ ሰራዊት ናይ ዩክሬን ኣብ ውሽጢ ራሻ መጥቃዕቲ ይገብር ስለ ዘሎ በዚ ሕጂ ካልኣይቲ ዝዓበየት ከተማ ናይቲ ራሻ ናይ ዩክሬን ትበሃል ሓርኪቭ ትበሃል ከተማ ናብ ገፁ እንዲ ዘጥቅዕ ዘሎ እዚ ሕጂ ንወስዶ ዘለና ስጉምቲ ባፈር ዞን ክንገብር እቲ

ኢት ሲምስ ላይክ ራሻ ዋንትስ ቱ ፑሽ ፈርዘር ቢኮዝ ኦፍ ኮርስ ፕረዚደንት ፑቲን ማኒ ታይምስ ሃቭ ሰድ ዛት ራሻ ሃዝ ኖ ፕላንስ ቱ ቴክ ዩክረይንያን ሲቲስ ኣት ዘ ቢጊኒንግ ኦፍ ዘ ዋር
So ከም እትሪእዎ ዘለኹም እዚ ቀያሕቲ ኮይኑ ዘሎ ኦልሬዲ ኣብ ትሕቲ ቁፅፅር ናይ ራሻ ዘሎ እቲ ዶንባስ ኤሪያ ዝብልዎ ወይ እውን እቲ ኣያ እዚ ቀይሕ ብቀይሕ ተሰሚሩ ዘሎ እሱ ሕጂ እቲ ሃርኪቭ ዝበሃል ኣብቲ ሰሜናዊ ምብራቅ ወገን ዘሎ እዩ እቲ ሐርኪቭ ዝበሃል እቲ ዝዓበየ ካልኣይ ዝዓበየ ድሕሪ ኬፍ ዝዓበየ ከተማ እዩ ዝበሃል እንታይ እዮም ዝብሉ ዘለዉ ሕጂ ፑቲን ቅድሚ ሕጂ እውን ነዚ ሒዝዎ ዘሎ ክሕዞ እየ ኣይበለን ከ ንግዚኡ እየ እናበለ እዩ ዝመፅ ዘሎ ስለዚ ንፑቲን ክንኣምኖ ይንኽእል ኢና እዮም ዝብሉ ዘሎ ኣደን ኦፍ ደይ እቲ ፖሊሲ ምዕራባዊ ዓለም ዝኽተሎ ዘሎ እዩ እቲ ቀንዲ ፀገም ዝኸውን ዘሎ እዚ ምክንያቱ ከምዛ ትሪእዋ ዘለኹም እዛ ስእሊ እዚኣ ረይዋ ኣብዛ ስእሊ እንታይ ንርኢ ኣለና እቲ ዓውዲ ኩናት መጀመርያ ፑቲን ክጅምሮ ከሎ ወይ ራሻ ክጅምሮ ከላ ምስ ዩክረይንን እቲ ዝቕፅል ዘሎ ኩናትን ሓንቲ ባንዴራ ናይ ራሻ ኢኹም ትሪእዋ ዘለኹም ኣንፃር ክንደይ ሃገራት ትዋግእ ኣላ ብቐጥታ ናብቲ ውግእ ብምሉእ ሓይለን ተሳቲፈን ዘለዋ እተን ጂ ሰቨን ዝበሃላ ሃገራት እየን ፈረንሳ ዓዲ እንግሊዝ ኣሜሪካ እያ እተን ቅድሚ ዘለዋ ብፍላይ ኣሜሪካ ሙሉእ ብሙሉእ ዓዲ እንግሊዝ ሙሉእ ብሙሉእ ፈረንሳ ሙሉእ ብሙሉእ ዶንሲ ጀርመን ጀርመን ስለምንታይ ኣብኡ ዘይገበረዋ ፖላንድ ሙሉእ ብሙሉእ ኣውስትራሊያ ከምኡ ካናዳ ከምኡ እዚኣተን እተን ቸክ ሪፐብሊክ እውን እዘን ሙሉእ ብሙሉእ ዝሳተፋ ዘለዋ ክኾና ከለዋ ብኢድ ኣዙር ዝሳተፋ ዘለዋ ከም ኣካል ናይ ኔቶ ድማ ኔቶ ትርኢ ኣለኻ፣ ስሎቫኪያ ትርኢ ኣለኻ፣ ስፔይን ትርኢ ኣለኻ፣ ጀርመኒ ትርኢ ኣለኻ፣ ኩለን ሃገራት ኖርወይ ከም እናበልካ ትቕፅል ማለት እዩ ከምኡ ብቐጥታ ዘይኮነ ግን ድዛ ትሳተፋ ዘለዋ ስለዚ እዘን ኩለን ሃገራት ኣኪበን ምስ ሓንቲ ሃገር ምስ ፑቲን እየን ዝዋጋእ ዘለዋ ስለዚ እዚ ዓውዚ ኩናት እዚ እቲ መጀመርያ ክጅመር ከሎን ሕጂ ዘሎን ናይ ሰማይ ምድሪ ፍልልይ ዘለዎ

ሶ ኣገይን ኣብ ቤጂንግ ኮይኑ ኣብ ፕረስ ኮንፈረንስ ኣብ ዝገበረሉ ፑቲን ዕላማ ናቱ ንሃርኪቭ ምሓዝ ወይ ካልእ ተሪቶሪ ናይ ዩክሬን ምሓዝ ከም ዘይኮነ ገሊጹ ነይሩ ብሓፈሻ እቲ ዝኸድዎ ዘለዉ ኩነታት ግን ብፍጹም ኣብ ናይ ጣውላ ኩነታት ክወስ ዝኽእል ኣይኮነን ቻይና ከምኡ ድማ ኣብቲ ኣብ ስዊትዘርላንድ ክግበር ተሓሲቡ ዘሎ ናይ ሰላም ኮንፈረንስ እዮም ኢሎሞ ዘለዉ ሰላም ክትገብር ተኮይንካ ነቶም ክልተ ወገናት ኣምፂኻ ካብ ጣውላ ተርክቦም ኤሮፓን ኣሜሪካን ግን ራሻ ክትዕደም የብላን ይብሉ ኣለዉ ዘተ ሰላም ዳ ምስ መን ኢካ ክትገብር ምናልባት ኣፅዋር ንክትህብ ኢካ ኣኼባ ክትገብር ትኽእል እምበር ዘተ ሰላም ንክልቲኦም ሃገራት እዮም ስለዚ ቻይና ከምኡውን ብራዚል ኣብ ዝለንቀነ ድሕሪ ራሻ ዝሳተፈሉ ኮይና እዚ ዘተ ሰላም ኣይኮነን ንሕና እውን ክንሳተፍ ኣይንደልና ብምባል ክልቲኤን ንሳተን ካብቲ ስምምዕ ክሳተፋ ከምዘይደልያ ገሊፀን ኣለዋ እዚ ከዓ ዓብ ስቴትመንት እዩ እቲ ብሪክስ ዝበሃል ተራ ኣላያንስ ዘይኮነ ሓደ ኣገዳሲ ብሎክ እናኾነ ይመጽእ ኣሎ። ኣብ ፖሊሲ፣ ኣብ ቁጠባ፣ ኣብ ሽርክነት ኣብ ዝሓለፈ እቲ እገዳ ናይ ምሉእ ምዕራባዊ ዓለም ኣብ ልዕሊ ራሻ ዘጽንዖ ከምዘይሰርሕ ዝገበሮ እዘን ሃገራት ብሪክስ እየን። ምክንያቱ ብፍላይ ቻይናን ህንድን ብብዝሒ ነዳዲ ናይ ራሻ ክገዛ ስለ ዝጀመራ እዩ እቲ ቁጠባ ናይ ራሻ ክወድ ከምቲ ንሳቶም ዝደለይዎ ክወድቕን ክርኹመሽን ዝሓሰብዎ በንጻሩ ክዓቢ ዝኸኣለ ሕጂ ድማ

ትሰምዑ ኣለኹም ዕስራን ሓምሽተን ፐርሰንት ናይቲ ዝግብኣና ፓትሪዮት ወይ ከዓ ፀረ ሚሳይል ኣብ መከላኸሊ ሲስተም 25 ፐርሰንት እዩ ዘለና ብካል ኣዘራርባ 75 ፐርሰንት ጋብ ከም ዘለዎም እቲ ዘለዎም ነቲ ምስ ዘሎ ዓውደ ኩናት 25 ፐርሰንት ጥራይ ክከላኸል ዝኽእል እዩ ዘለዎም እዚ ካ እንታይ ማለት እዩ ራሻ እቲ ዝለዓለ ኤየር ሱፕሪዮሪቲ ዘለዎ እዩ ስለዚ እቲ ዝዓበየ ነቲ ኩናት ድማ ብብዝሒ ኣፅዋር ስለ ዘለዎም ስለ ዘፍርዩ ዘለዉ ነቲ ቦታታት ኮምፕሊትሊ እዮም ዲሞሊሽ ዝገብርዎ ዘለዉ ዘዕንብዎ ዘለዉ ዝሃርምዎ ዘለዉ ስለምንታይ ኢኻ ዝገብር ዝግበር ዘሎ ንነዊሕ እዋን ነቲ ናይ ዩክሬን ሓይሊ ገለ ስጉምቲ ክወስድ ወይ ሰራዊት ክስዕብ ወይ ኣብ ጣውላ ክመፅእ ይደልዎ ነይሮም ክመፅእ ኣይደልን እዩ ዘሎ ስለዚ ክመፅእ ስለ ዘይደሊ ዘሎ ፑቲን ድማ ብተደጋጋሚ ናብ ጣውላ መፅኡ ነቲ ጉዳይ ብፖለቲካ መፍትሒ ክገብረሉ ይደሊ ከም ዝኾነ እቲ ኩናት ነዊሕ ክቕፅል ኣይደልዮን እዩ ዘሎ ንቁጠባ ናቱ ፅልዋ ክህልዎ ከም ዝኽእል ስለ ዝፈለጠ ከም ውፅኢት ናቱ ከማን ኣብዚ ቀረባ ሚኒስተር ናይ ምክልኻል ቀይሩ ኢኮኖሚስት ኣብ ቅድሚት ኣምፅኡ ዘሎ እቲ ንቅድሚት ኣምፅዎ ዘሎ ቤላሶፍ ዝበሃል ሚኒስትሪ ምክልኻል ኮይኑ ዘሎ እቲ ዕላማ ናቱ እዚ ሰብ እዚ ነቲ እገዳ ኣብ ልዕሊ ቁጠባ ዝወረደ ራሻ ንዑ ኣበርዒና ከም ትዕወት ዝገበረ ሰብ እዩ ሕጂ ድማ ነቲ ኣካል ናይቲ ቁጠባ ነቲ ሚኒስትር ምክልኻል ወይ ከነቲ ኣፅዋራትን ዲፈንስን ዝግበር ዘሎ ወፃኢታት ኣካል ናይቲ ቁጠባ ገይሩ ነቲ ቁጠባ ምስቲ ቁጠባ ሓዊሱ ቁጠባ ናይቲ ሃገር ክዓቢ ከም ዝኽእል ንክገብር እዩ ምቅያራ ዝገብር ዘሎ ስለዚ እንታይ ማለት እዩ ብዓቢ ካልኩሌሽን ናይ ፑቲን እዚኦም ሰባት እዚኣቶም ንዩክሬን ዘይኮነ እቶም ንዑ ዝዕጥቅዎ ዘለዉ ሃገራት እቲ ኩናት ንሓፂር ግዜ ከም ዘይሓስቡ ዘለውን ንነዊሕ እዋን ክወስድዎ ንራሻ ድማ ካብቲ ኩናት ክትወፅእ ከም ዘይትደሊ ክገብርዋ ስለ ዝደልዩ ዘለዉ እንድሕር ከምኡ ከዓ ክገብርዎ ዓቕሚ ስለ ዘለዎም ተንኪሎም ተናኺሎም እምበኣር ከምኡ ክገብርዎ እንተኾይኖም ንሕና ድማ እቲ ዓውደ ኩናትን እቲ ኣፅዋራትን ክፋል ናይ ቁጠባና ጌርና ንረብሓና ክንቅይሮ ክንፍትን ኢና ኣብቲ ናቶም መፃወድያ ክንነብር ኣይኮና ንደሊ እዚ ስለ ዝኾነ ድማ ነቲ ዩክሬን ዝበሃል ጠቕላላ እቲ ኣፅዋር ከይመፀ ከሎን እቲ ካልእ ሓገዛት ከይገበረ ከሎን ከነዕንዎ ኣለና ዝብል ፖሊሲ ዝኽተል ዘሎ ባይደወይ ኣብ ኤክስ ዝዘውድ ዝነበረ ሓደ ቪድዮ ሓደ ዓቢ ናይ ሎጂስቲክስ ሃብ ናይ ኔቶ ኣብ ውሽጢ ዩክሬን ብፍሉይ ጋይድድ ሚሳይልስ እየዕንዮ እሞ እናተቓፀለ ኣብ ኤክስ ክዘውርቀኒ እዩ ኣብዚ ከምፅኦ ይክእል እየ ሶሪ ኣብ ኤክስ ምናልባት ቤትኩም ፈለው ክትገብሩኒ ትኽእሉ ኢኹም ኣብኡ ሴንስቲቭ ዝኾነ ሓበሬታ ኣብኡ እየ ሸር ዝገብሮ ምክንያቱ ኣትሊስት ኣብኡ ስለዘይዓፁኻ ንግዚኡ ወልሲ ምስ ግዜ ንሱ ናበይ ክኸይድ ከም ዝኾነ ካልእ ፕላትፎርም ይደሊ ኣለኹ ናፃ ዝኾነቲ ኣንሴንሰርት ሓበሬታ ክንገብረሉ ንኽእል ሓደ ክልተ ፕላትፎርምስ ሰሚዐ ኣለኹ ሬዲ ሓደ ምናልባት ኣብ ኣካውንቲ ከፊትና ገለ ክፋል ኣብዚ ከምፅኦ ዘይክእል ኣብ ፖስት ክገብሮ ከም ዘለኒ ይርዳኣኒ ኣሎ ምክንያቱ ብጣዕሚ እቲ ሴንሰርሽፕ ነቲ ኣገዳሲ ኩነታት ዝበሃል ክረአ ከም ዘይክእል ፕሮፓጋንዳ ናቶም ጥራይ ሸር ክትገብር ከም ትኽእል እዩ እዚ ኮይኑ ዘሎ እቲ ኩነታት

ሰራዊት ናይታ ናይ ዩክሬን ብጣዕሚ ሕፅረት ከም ዘለዎ ሰራዊት ጥራይ ዘይኮነ ከዓ ናይ ኣፅዋር ሕፅረት ከም ዘለዎ ዋላ እቲ ክንህበኩም ኢና ዝበልዎም ኣፅዋር ኣብቲ ግዜኡ ይመፅእ ብዘይምህላዉ ናይ ብሓቂ ኣብ ዲስኣድቫንተጅ ከም ዘለዎ እዩ ዝንገር ኣብዚኣ እስከ ብዛዕባ ሰራዊት ሓንቲ ቪድዮ ወፂኣ ኣላ ብዛዕባ ናይ ዩክሬን እስከ ንስምዓዮም ኣብዚ

ሕጂ እቲ ድሕሪ ክንደይ ክትዕን ኣዘተን ክንደይ ባእስን እቲ ሕጊ ኣብ ተግባረ በጺሑ ኣሎ። ሕጂ እዚ ዝግበር ዘሎ ሰባት ኣምጺኦም ዘለዉ ነዚ ሕጂ ግፋ ክገብርዎ ዝፍትኑ ዘለዉ ነቲ ዓውደ ኩናት ክቕይሮ ይኽእል ዶ? ነቲ ሚዛን ናይ ኩናት ክቕይሮ ይኽእል ድዩ? ኣብ ሓጺር ግዜ ኖ እቲ ኩናት ከኣ ኣብ ሓጺር ግዜ ሓደጋ ወሪዱ ዘሎ ስለዚ ኣብ ሾርት ተርም ክመጽእ ዝኽእል ለውጢ የለን። ኣሜሪካ በቃ ብዝተኻለ መጠን ዝሞተ መይቱ ኣትሊስት እቲ ውግእ ገለ ስተበሊቲ ጠጠው ንኽብል እሞ ከም ብሓድሽ ከምቲ ናይ 214 ሰላም ዶ ገለ ኢሎም ብሕቡእ ነቲ ዩክሬን ዝበሃል የዕጢቖም ኣብ 222 ሓድሽ ኩናት ከም ዝኽፈት ዝገበሩ ሕጂ እውን ከምኡ ታክቲክ ክጥቀሙን እዮም ዝደልዩ ዘለዉ ኣብዚ ኩነታት እዚ ግን ፑቲን ፈሊጥዎም ስለ ዘሎ እቲ ሪኦርጋናይዜሽን ከይመፅእ ከለወይ ዝኾነ ነቲ ሰራዊት ናይ ዩክሬን ፅቡቅ ገይሩ ክሃርሞን ከዳኽሞን እዩ ዝፍትን ዘሎ

ኣብ ብፍላይ ዝሓለፈ ሽዱሽተ ወርሒ ኣፅዋር ወዲና ወዲና ወዲና እናበሉ ከለዉ ጠቕላላ ሓገዝ ሲኢኖም ከም ዝነበሩን እዚ ድማ ኣብቲ ሞራል ናቶም ኣብቲ ሓይሊ ናቶም ኣብቲ ፃዕሪ ናቶም ዓብዪ ሃስያ ከም ዘውረደሎም ሕጂ እውን ክንበኩም ኢና ኢሎም እቶም ኣሜሪካ ክሳብ ሕጂ ከምቲ ዝድለት ኣፅዋር ኣብቲ ዓዲ ከም ዘይኣተወ እዩ ዝንገር ዘሎ ኣብዚኣ ሓንቲ ንድሕሪት ፐርስፔክቲቭ ክበኩም ሰራዊት ናይ ኤርትራ ኣብቲ ዝበደሀ ኩነታት እቲ ዝዓበየ ፀገም ኤርትራ ምስ ኢትዮጵያ ከም ራሽያ ምስ ከም ዩክሬን ጌራ ኣይኮንኩን ዝሪኦ ኣነ ተርዲኹም ኣለዎም ብግምጣል እውን ክትብሎ ኣይትኽእልን ኢኻ ምክንያቱ ዩክሬን ንእሽተያ ራሻ ዓባያ ክትብሉ ትኽእሉ እዮም ዩክሬን ግን መን ይድግፋ ኣሎ ዓለም ምሉእ ኩሎም ሱፐር ፓወርስ ይሕግዝዋ ኣለዉ ስለዚ ባላንስ ኦፍ ፓወር ራሻ በይና እያ ዘላ እዚ ኣሜሪካ ብቁጠባ ቁጠባ ናይ ኣሜሪካ ከባቢ ዓሰርተ ዕፅፊ ናይ ራሻ እዩ ዝኸውን ቁጠባ ናይ ኤሮፓ ሕብረት እንተሓዊስካሉ ድማ ሰላሳ ዕፅፊ ድዩ ገለ እዩ ዝኸውን ስለዚ ራሻ ምስ ዩክሬን ኣይኮን ትዋጋእ ዘላ ምስ ሙሉእ እቲ ምዕራባዊ ዓለም ትዋጋ ኣላ ኤርትራ ግን ንእሽተይ ሃገር ቁጠባ ንእሽተይ ህዝባ ውሑድ መሬታ ፀቢብ ምስ ዝዓበየ ሃገር ጥራይ ዘይኮነስ ናይ ሙሉእ ወፃኢ ሓይሊ ደገፍ ዝነበሮ ሳላ እንታይ ዳ እዚ ኩሉ ተረጋጊፁ ኩሉ እቲ ሰብ ኣብታ ዘሎ ሃገር ወዲ ይኹን ጓሉ መንእሰይ ዘበለ ወተሃደራዊ ታዕሊም ስለ ዝወሰደ ልዕሊ ኩሉ ድማ ሃገረይ ዝብል ኒሕ ስለ ዘለዎ ኩሉ ዝከኣል ንክገብር ድማ ድልው ስለ ዝኾነ ጥራይ እዩ እቲ ኩነታት ክሳዕ ሕጂ እቲ ኤርትራ ነቲ ኩነታት ክትቅፅሎ ክኢላ ስለዚ እቲ መንግስቲ ዝኽተሎ ዝነበረ ግፋ ድዩ ኮብሊልካ ተባሂልካ ምሳር ድዩ ኣካል ናይ ውግእ እዩ ኣብ ተፃብኦ ዘላ ሃገር ኩሉ ግዜ እትጥቀመሉ እዚ ፎር ሳም ሪዝን ግን ኣብቲ ዞባቲ ኩላቶም ኣብ ውግእ ስለዘይነበሩ ሱዳን ተኾኑ ብድዐ ካልኦት ተኾኑ ብድዐ ኢትዮጵያ ተኾኑ እዚ ህዝቢ እዚ ኩሉ ወተሃደር ኮይኑ እኮ ብላብላ ወርስ ጎይንግ ኦን ራይት ናው ኣብ ሱዳን እንታይ ይካየድ ኣሎ ሱዳን ኣብ ከመይ ኩነታት ኣላ ኣብ ሕማቅ ኩነታት ኣላ ትማል ትማሊ ግን ብኡ ክንሓልፍ ከለና ሓቂ ሓይሽ ዋላ እኳ ህዝቢ ሱዳን ጥዑይ ተኾነ ብዙሕ ግዜ ግን ብድዐ ነይርዎ ኣብ ልዕሊ ኤርትራ እቲ ኢሳያስ እውን ሓደ መዓልቲ ኣነ ወሸሪፈ ከለኹ ኣብ ከሰላ ከለኹ ሓደ መዓልቲ እኮ እቲ ፕሬዚደንት ኢሳያስ እውን ንባዕሉ ሃዲማ ኣብዚ ወት ሸሪፈይ ክመፅ እዩ ዝብል ዘረባ ብዙሕ ግዜ ዝስማዕ ነይሩ ሎሚ ሱዳን ኣበይ ኣላ ኤርትራ ካበይ ኣላ ሎሚ እቲ ኣብ ኢትዮጵያ ኤሊት ኮይኑ ዝስሕቕ ዝነበረን ዘሽካዕልል ዝነበረን ናይ ትግራይ ኤሊት ኣበይ ኣሎ ንባዕሉ እዚ እንታይ ማለት እዩ? እቲ ኣብ ኤርትራ ዘሎ መንግስቲ ዝተኸተሎ ስትራተጂ ዳት ኢዝ አ ዊኒንግ ስትራተጂ ዝስዕርን ዝምክትን ነቲ ሃገር ከድሕን ዝኸኣለ ስትራተጂ እዩ ተኸቲሉ። ግን ንምንታይ ኣብቲ ቀደም ጌጋ ስእሊ ነይርና ወይ ጌጋ መረዳእታ ነይርና ብዘየገድስ ኣብዚኣ ሕጂ ዘላ ኩነታት ኮይንካ ክትርእዮ ከለኻ ሕራይ ከምኦም ኣቐዲምና ነቲ ኩነታት ክንርእዮ ይከኣልና ምክንያት ኣብ ሰውራ እውን ኣይነበርናን ገሌና ሕጂ ኮይና ክንርእዮ ከለና ግን ኣብዚ ሕጂ ኮይኑ ንዝጥምቶ ዋላ ሓንቲ ዘደናግር ኩነታት የብሉ ኩሉ እቲ ዝወሰድዎ ስጉምቲ ነዛ ሕጂ ዘለዎ ሃገር ኣብ ቀርኒ ኣፍሪካ ብክልተ እግራ ረጊፃ ዘላ ናፅነታን ልኡላውነታን ሙሉእ ሙሉእ ኤክሰርሳይዝ ትገብር ዘላ ሃገር ኤርትራ ጥራይ እያ ተርዲኹም ኣለኹም ስለዚ ኤርትራ ዝተኸተለቶ ፖሊሲ ብዝኾነ ይኹን መንገዲ የስ ጌጋ ነይርዎ ዝጎዲልዎ ክትብል ትኽእል ኢኻ ኦፍኮርስ ክጎድለ እዩ ኣብ ኩናት ከለካ ፐርፌክት ፖሊሲ ዝበሃል የለን ኤሮፓ እኳ ኢና ንብል ዘለና እዞም ናይ ሰብኣዊ መሰላት ወርቂ መዳልያ ተሸሊምና ኣለና ዝብሉ ዝነበሩ ነብሶም ሎሚ ኣይኮነን ንዩክሬን ካብ ሃገራ ገፊፋ ኣብ ግንባር ክትቱ ካብ ፖላንድን ካብ ሊትዌንያን ካብ ጀርመን ገፊፍና ከነምፅኣልኩም ኢና ጥራይ ኣምፁልና በሉልና ይብልዎ ኣለዉ ነቲ መንግስቲ ተዲኹም ኣለዎም ተሰሚዑ እዚ ኣብ ታሪክ ተሰሚዑ ዘይፈለጥ እዩ መንእሰይ ናይ ኤርትራሲ እንታይ እዩ ዝበሃል ነይሩ መንግስቲ ናይ ኤርትራ ካብ ወሸሪፈይ ወይ ካብ ኢትዮጵያ ካብቲ መዓስከራት ኣትዩ ከይወስዶም ምሉእ ውሕስነት ክወሃቦም ኣለዎ ምክንያቱ እዚኣቶም ረፊጂ ስለዝኾኑ ወይ ከዓ ስደተኛታት ስለዝኾኑ ይበሃል ነይሮም ስደተኛታት ናይ ዩክሬን ግን እቲ መንግስቲ ዕቑባ ሂብዎም ዘሎ ባዕሉ ተሰኪመ ክመልሰኩም እየ ይብሎም ኣሎ ይርዳእኩም ኣሎ እቲ ኣይሮኒ ወይ ከዓ እቲ ኣብ ናቶም ኩነታት ክኾን ከሎ ነቲ ሕግታት ክሳዕ ክንደይ ከም ዝቕይርዎ ክሳዕ ክንደይ ክጥምዝዝዎ ፀገም ከም ዘይብሎም ስለምንታይ እስከ ነቲ ሰራዊት ናይ ነቲ መንእሰይ ናይ ኤርትራ ካብ ወሸሪፈይ ድዩ ካብ ትግራይ ድዩ ንኤርትራ ሰራዊት መንግስቲ ኤርትራ ንከይመልሶ ዝደሊ ብጣዕሚ ዝዛረቡሉን ዝከላኸሉን ዝነበሩ ምክንያቱ መንግስቲ ኤርትራ ክወድቕ ስለ ዝደልይዎ እቲ መንእሰይ ተተመሊሱ ድማ ከድሕኖ ስለ ዝኾነ ኣብ ዩክሬን ግን መንግስቲ ዩክሬን ክወድቕ ስለ ዘይደልይዎ እቲ መንእሰይ ከይዱ ክመውት ኣሎ ኣብ ዓዱ ከከላኸል ኣሎ ይብልዎ ኣለዉ ብሓይሊ ድማ ከመልሰካ ኢና ይብልዎ ኣለዉ ስለዚ እቲ ገይም ክርዳኣና ክኽእል ኣሎ እንታይ ዓይነት ገይም ይፅወት ከም ዝነበረ ግዜ ሎሚ ምስ ጸሃየ ጸሓይ ምስ ወጸ ክንርእዮን ከነስተማቕሮን ክንመሃረሉን ከለና ድማ እቲ ዝበለጸ ኮይኑ ይስምዓኒ ስለዚ ኣንጻር ኤርትራ ተጻዊዱ ዝነበረ መጻወድያ እዞም ትሪዎም ዘለኹም ጀጋኑ ንሳቶም ሳለኦም እያ እዛ ሃገር ሎሚ ደው ኢላ እስከ ንሸ ሻምፓኝ ይከፈት ቆረስ ሕብስቲ ሰማያት ይድመቕ ብርሺ መብራት

The choices እቲ ምርጫታት መንግስቲ ኤርትራ ዝወሰዶ ኣብ ዝተፈላለየ መድረኽ እውን ርኢናዮ ነታ ሃገር ብዙሕ ዋጋ ኣኽፊልዋ እዩ ግን እቲ ኣትያቶ ዝነበረት መድረኽ ፀላኢኻ ካብ ልዕሊኻ ኣንትላቶ ዘረባ ሕጂ ብቐረባ ክረኽባ ይክእል ጀነራል ስብሓት ፍሬም ህዝቢ ኤርትራ ወይ ከዓ እቲ ናይ ኤርትራ ሰውራ ስለምንታይ እዩ ሓያል ክኸውን ክኢሉ ፍሉያ ሰባት ስለ ዝኾንና ወይ ፍሉይ ደም ስለ ዘለና ወይ ዲኤንኤ ስለ ዘለና ኣይኮናን ኢሉ እንታይ ደኣ ፀላእትና ሓያላት ስለ ዝኾኑ ገጀፍቲ ስለ ዝኾኑ ብዙሓት ስለ ዝኾኑ ብዙሕ ፅልኢ ስለ ዘሎ ብዙሕ ሓገዝ ስለ ዘለዎም ኢሉ ህዝቢ ኤርትራ ሓያል ክኸውን ዝኸኣለ ፍሉይ ተፈጥሮ ካብቲ ዞባ ስለ ዘለዎ ኣይኮነን እንታይ ደኣ ሓያላት ጸላእቲ ልክዕ ከምዚ ነታ ናይ ዳዊትን ጎልያትን ዝበሃል ምሻላ ጎልያት ናይ ፈለስጢማውያን እቲ ዝሓየለ እዩ ነይሩ ዳዊት ከዓ ካብቶም ኣይሁዳውያን ወይ እስራኤላውያን ኣብቲ ሕማቅ ኩነታት ዝነበሩሉ ሓይሊ ኣምላኽ ስለ ዝነበሮ ነቲ ሓያል ጎልያት ቀቲልዎ ናይ ኤርትራን ናይ ኢትዮጵያን ክንዛረብ ከለና ግን ናይ ዳዊትን ናይ ጎልያትን ኣይኮነ ምክንያቱ ናይ ዳዊትን ናይ ጎልያትን መጀመርያ ኣምላኽ ንዳዊት ይሕግዞ ኣሎ ኢሉ ካልኣይ ድማ ናይ ሓፂር ግዜ ውግእ እዩ ነይሩ ሓንቲ ወንጭፍ ምስ ደርበየ ቀቲልዎ ናይ ኤርትራን ናይ ኢትዮጵያን ግን እቲ ጎልያት ዝበሃል እቲ ኢትዮጵያ ዘይተኣደነ ሓገዝ ኣለዎ ኢሉ ካልኣይ ድማ እግሩ እንተሃረምካዮ እግሩ እንተቆረፅካዮ እግሪ ይህብዎ ኢዱ እንተሃረምካዮ ኢድ ይቕይሩሉ ይሕክምዎ መመሊሶም የሰልጥኑ ስለዚ እቲ ሓሒስካ ንሰላሳ ዓመት ዝኸይድ ውግእ እቲ ዝኸፍአ ታሪኽ ከም ዝገበረን ካልእ ድማ ንቲ ህዝቢ ኤርትራ ኣዝዩ ኣዝዩ ሓያል ከም ዝኸውን ከም ዝገበሮ ሕጂ እውን እንተኾነ ብተመሳሳሊ እቲ ህዝቢ ኤርትራ ሓይሊ ናቱ ካበይ ዝመጽእ ንዝብል ጸላእቱ ገጀፍትን ሓያላትን ብዙሕ ደገፍ ዘለዎም ስለ ዝኾኑ ነዚኣቶም ክትምክት እትኽተሎ ኣተሓሳስባ ስትራተጂ ኣዝዩ ረቂቕ እዩ ይዕወቱ ብምዃኖም ድማ

ሶ እንታይ ዝብል ዘሎ እዚ ሓድሽ ኣፅዋር ወይ ሓድሽ ግንባር ተኸፊቱ ዘሎ ነቶም ዩክሬን ብጣዕሚ እዩ ኣሰቢድዎም ዘሎ ነቲ ዋሕቲ ናይ ኣፅዋር ኣብቲ ግንባራት ብዙሕ ድፍዓት ኩዒቶም ነቲ ሰራዊት ናይ ራሻ ጠጠው ከብሉ ክኢሎም ዘለዉ ብሓድሽ ግንባር ይመፆ ምህላው ዓብ ፀገም ፈጢሩሎም ኣሎ ካልእ ድማ ምናልባት ኣብቲ ቅድሚት ወይ ድሕሪት ክትብሎ እያ ኣብ ቴሌቭዥን ዘላቡ እንታይ ትብል ብዙሕ ብልሽውና ስለ ዘሎ ኣብ ዩክሬን እቲ ሕጂ እውን ኣጋጢሙ ዘሎ ኣብ እውን ድፋዕ ንክግበር ድልዱል ድልዱል ድፋዕ ተሰሪሑ ውሑድ ሰራዊት ኮፍ ክብሎ መደብ ከም ዝነበረን ግን ብልሽውና ስለ ዘሎ እቲ ገንዘብ ኣበይ ከም ዝኣተወ ስለ ዘይፍለጥ ከምቲ ዝድለ ኣይተገበረን ስለዚ እንታይ እዩ ዝኸውን ዘሎ ኣብቲ ተደጋጋሚ ኣብቲ ሰራዊት ናይ ዩክሬን ወይ እውን ኣብቲ መንግስቲ ብዙሕ ብልሽውና ከም ዘሎ ዋላ እቲ መራሒ ዘሎ ዘለንስኪ ብብዙሕ ብልሽውና ከም ዝኽሰስ ንባዕሉ እዩ ዝንገር ኣብዚ እዋን እዚ ግን ኩነታት ቱ ሲሪየስ ስለ ዘሎ ነቲ ኣብ ኤሮጳ ዝነበሮ ትሪፕስ ወይ ከዓ መገሻታት እውን ጠጠው ከም ዘበሎ እዩ ዝንገር ዘሎ

እንታይ ትብል ኣላ እቲ ድፋዕ ኣብኡ ክስራሕ ዝግብኦ ዝነበረ ኣይተሰርሐን እንታይ ከም ዘጋጠመ እዚ ከዓ ምስ ብልሽውና ዝተሓሓዝ ጉዳይ ከም ዝኾነ እውን ፍሉጥ እዩ ስለዚ እቲ ድፋዕ ተሰሪሑ ስለ ዘይፀንሐ ራሻ ድማ ደርዒሞም ክሓልፉ ክኣትው ክኢሎም እሱ ድማ እዩ ኣጋጢሙ ዘሎ ደርዒሙ ንዝኣተወ ሰራዊት ናይ ራሻ ንክትቆፃፀሮን ደው ንክተብሎን ዘሎ ክበድን ዋጋን ኣዝዩ ከቢድ ከም ዝኾነ እዩ ዝንገር ስለዚ እዚ ድማ እቲ ፀገማት ናይቲ ዩክሬን ዝበሃል

and west of Avdiivka. So Thailand Rizalana, the, the, the situation is very, very tough in Ukraine. Um, ታይቱ እጃ ኣጋጢሙ ዘሎ ኣብ ዝተፈላለየ መንገዲ የጥቅዕዎም ስለ ዘሎ ነቲ ሰራዊት ነቲ ኣብ ምብራቕ ክፋል ዓሪዱ ዝነበረ ሰራዊት ውሑድ ሰራዊት ኦልሬዲ ንሱ ካብቲ ቦታ ወፂኡ ፋሕፋሕ ከም ዝብል ዝኻ እንታይ ማለት እዩ ብክልቲኡ ግንባር እቲ ቀደም ዝነበሮ ግንባር ናይ ምክልኻል ዓቕሙ ክጎድል ምዃኑ ናብዚ ሓድሽ ግንባር ክመፅእ ከሉ እውን ሓደጋ ስለዚ እቲ ቀንዲ ካልኩሌሽን ናይ ፑቲን እንድሕር ሰሪሑሉ ይበሃል ኣሎ ነተን ክልቲኤን ግንባራት ብክልቲኡ ደፊኡ ነቲ ሰረቲ ግንባር ብፍላይ ኣብ ምብራቕ ሃኒፅዎ ዘሎ ናይ ዩክሬን ተሰይሮ እሞ ደን እቲ ሰራዊት ናይ ዩክሬን ጠጠው ክብል ከምዘይክእል ወይ ክከላኸል ከምዘይክእል ስለዚ ብጣዕሚ ሪስክ ዝኾነ ሲቹዌሽን ከም ዝኾነን ከምዚ ዋላ ኣብዚ ሚድያ ከነኣፅዎ ይፍትኑ እንተለውን ሓደ ዓብ ዓብ ፀገም ኣጋጢሞ ከም ዘሎ ሰራዊት ናይ ዩክሬን ንክንደይ ጠጠው ክብል ከም ዝኽእል ብዙሓት ክኢላታት ብፍላይ ኢንዲፐንደንት ክኢላታት ነዚ ኩነታት እዚ ኣብ ሓደጋ ወዲቓ ከም ዘላ እቲ ሰራዊት ናይ ዩክሬን ኣብ ሓደጋ ወዲቑ ከም ዘሎ እዩ ዝንገር

እንታይ ዝብል ዘሎ እቲ ንፁር ዘይኮነ ዘሎ ስትራተጂ ናይ ዋሽንግተን እንታይ እዩ ንዩክሬን ቀስ ብቀስ ክትመውት እዮም ዝደልይዋ ዘለዉ ምክንያቱ በቲ ሓደ ራሻ ወይ ከዓ ፑቲን ንከይዕወት ሙሉእ ዓወት ንከይረክብ ክከላኸልዎ ይፍትኑ ኣለዉ በቲ ካልእ ድማ ከምቲ ዘለንስኪ እውን ኣብ ቅድሚ ዝበሎ ብቀስ ከም ዝሞቱ ድዮም ክገብርዎም ዝደልዩ ዘለዉ እዚ ኩነታት እዚ ንፁር ክኸውን ክኽእል ኣለዎ እቲ ስትራተጂ ናይ ኣሜሪካ ንፁር ክኸውን ክኽእል ኣለዎ ኣብ መንጎ

ቺፍ ኦፍ ስታፍ ናይቲ ሰራዊት ናይ ጀርመን ዝነበረ እዩ ኣብ ዝሓለፈ ድማ እንታይ ኢሉ ነይሩ ኔቶ ሃገራት ናይ ኔቶ ሲ ከካብ ሃገረን ነቲ ፔትሪዮት ወይ ከዓ ፀረ ሚሳይል ዘለወን ተጠቂመን ነቲ ሚሳይላት ናይ ራሻ ክኸይ ዝኽእል ክሃርማ ክኽእል ኣለወን ኢሉ ክከላኸላ ክኽእል ኣለወን ወላ ነቲ ፀረ ሚሳይል እንተዘይሃብናዮም ንዩክረይን ኣኣብ ዘለናዮ ኮይና ነቲ ሚሳይላት ናይ ራሻ

ሶ እንታይ ዝብል ዘሎ እተን ኣብ ዶብ ናይ ዩክሬን ዘለዋ ሃገራት ናይ ኔቶ ሚሳይል ተዋሂብወን ነቲ ናተን ኣብ ሬንጅ ናተን ዘሎ ክሳብ ሰብዓ ኪሎ ሜተር ዘሎ ከባቢ ኩሉ ብኡ ዝመፅእ ድሮን ይኹን ሚሳይላት ናይ ራሻ ክሃርማን ከቃፅላን ክኽእል ኣለወን ይብል ኣሎ እዚ ከዓ ኣብ ናይ ቻርተር ናይ ዩናይትድ ኔሽንስ ዘሎ ኣርቲክል ሓምሳን ሓደን ገበን ኣይኮነን ወይ ከዓ ክትገብሮ ትኽእል ነገር እዩ ዝብል ዘሎ ሕጂ እቲ ሕቶ ዝመፅእ ግን እሱ ይኮነን ፀገም ሕጂ ስምዖ

ዶኖ ኣብ ሃንጋሪ ድዩ ወይ ኣብ ሩሜንያ ኮንካ ድዩ ወይ ኣብ ፖላንድ ኮንካ ተምክን እንተለካ ነቲ ፀረ ሚሳይል ንባዕሉ ነቲ ፔትሪዮት ዝብሎ ፀረ ሚሳይል ሲስተም እኮ ብዙሕ እዩ ነይሮም ሂቦሞም ነይሮም ኩሉ እኮ ኣቃፂሎሞ እዮም ፍሉይ ሚሳይላ ስለ ዘለዎም ራሻ ኣምፅኦም ኣብ ሩማንያ ከሎ ኣቃፂሎም ተገዲፎሞ ሽዑ እንታይ ኢና ክንብል ኔቶ ከምቲ ኣርቲክል ፋይፍ ዝብሎ ንሓንቲ ተሃሪምካ ናይ ኩለን ሓበራዊ ግብረ መልሲ ክንህብ ኣለና ኢልና ነቲ ኩነታት ናብ ውግእ ኔቶ ምስ ራሻ ዲና ክንቅይሮ ወይስ እንታይ እዩ ክኸውን ስለዚ እቲ ዝኣበየ ኣሜሪካ ትፈርሆ ዘላ ኤሮጳውን ዘይደልይዎ ዘሎ እንተሎ እቲ ውግእ ካብ ናይ ዩክሬን ወፃኢ ናይ ኤሮጳን ራሻን ከይከውን ኣብ ፍርህ ኣለዎም ሰም ንባዕሎም ኤሮጳ ንባዕሉ እውን ድልውነት የብሉን ዝኣክል ኣፅዋር እውን የብሉን ንራሻ ፊት ንፊት ንክገጥማ ምክንያቱ ኣብ ዝሓለፈ እውን ገሊፀልኩም ነይረ ኣሜሪካን ኤውሮጳን ኮምባይንድ ተደሚሮም ክልቲኦም ካብ ከፍርይዎ ዝኽእሉ ኣጽዋር ራሻ ሰለስተ ዕጽፊ ናቱ ተፍርላ ኣብዚ እዋን እዚ ስለዚ ውግእ ከዓ ክንደይ ገንዘብ ኣብ ባንክ ኣለካ ወይ ክንደይ ፓላሶታት ኣለካ ወይ ቁጠባ ኣለካ ኣይኮነን ክንደይ ኣጽዋር ኣለካ እዩ ውግእ ማለት ክንደይ ኣጽዋር ኣለካ ክንደይ ኣጽዋርካ ከተፍሪ ትኽእል ኢኻ ስለዚ ከነፍሪ ንኽእል ኢና ፋብሪካ ኣለና እንተ ክንገብሮ ንኽእል ኢና እንተልካ ድማ ሓደ ዓሰርተ ዓመት ከድልየካ እዩ ክትገብሮ ሰራዊት ከድልየካ እዩ ስለዚ ኣብዚኣ እዋን እዚኣ እቲ ኔቶ ዝበሃል እውን

ሕጂ እንታይ እዮም ዝብሉ ዘለዉ ካልእ ድማ ፑቲን ተደጋጋሚ እውን ታክቲካል ኒኩለር ዌፐን ክጥቀም ታክቲካል ዝበሃል ንሓደ ዕላማ ጥራይ ክሃርም ዝኽእል ኒኩለራዊ ኣፅዋር ማለት እዩ ሓደገኛ እዩ ግን ንብምሉእ እቲ ከተማ ወይ ገለ ዘይኮነስ ኣብቲ ትደልዮ ቦታ ዓብዪ ዕንወት ከውርድ ዝኽእል እዩ ስለዚ ንዑ ክገብር ከም ዝኽእል ድሮ ትሬኒንግ ጀሚሮም ከም ዘለዉ ኣብ ቤላሩስ ከምኡውን ኣብቲ ከባቢ ዶብ ናይቲ ታክቲካል ኒኩሌር ምድላዋት ገይሮም ከም ዘለዉ ብሓቂ ብሓቂ ብሓዊ እዮም ዝፃወቱ ዘለዉ ኤሮጳ ብሓዊ ናይ ብሓቂ ብሓዊ እዮም ፃወቲ ዘለዉ ኒኩለራዊ ኣፅዋር ትሬኒን ይግበር ኣሎ እናተባሃለ ከሎ ስቲል እንታይ ይዛረቡ ኣለዉ ነቲ ኩናት ከስፍሕዎ ወላ ሓንቲ ለውጢ ክገብሩ ይክእሉ እዮም ቅድሚ ሕጂ ታንክታት ሌፓርድ ክኣቱ ሌፓርድ ዝበሃል ናይ ጀርመን ክኣቱ ከሎ ዋላ እቲ ኣብራሃምስ ክበሃል ክኣቱ ከሎ ዓብ ለውጢ ናይቲ ዓውደ ኩናት ክገብር እዩ ዝበሃል ነይሩ ግን ወላ ሓንቲ ለውጢ ክገብር ኣይከኣለን ስለዚ ነዚ ኩናት ብከመይ ንውድኦ እንታይ ኮይና ጠጠው ነብሎ ክንዲ ዝበሃል መመሊሶም ነቲ ኩነታት ናብ ምስፍሕፋህ ጥራይ እዮም ዝስዕሩ ዘለዉ ዘሕዝን ዘሕዝን። ሞት ጸኒሑ ናይ ሰላሳ ዓመታት ስትራተጂ ፋሕፋሕ ኢሉ ተባታቲኑ እዩ። ሕጂ ብመንገዲ ዩክረይን ገይሮም ንሩስያ ክስዕርዋ እዮም እሞ ኩሉ ነገር ክውድእዎ እዮም እንተኢልካ በየናይ ዓቕምን በየናይ ሎጂክን ከምኡ ክኸውን ይኽእል? ጽባሕ ንግሆ ንቻይና ኮንተይን ይገብርዋ ተበጊሶም ወይ ክንቅርቅራ ኢና ክንድርታ ኢና ንቻይና ኢሎም ዝገብርዎ ጸወታ ኣየዋጻጽኦም መስል በየናይ ሎጂክ ከምኡ ኢልካ ክትሓስብ ትኽእል? እዚ ክፈጥርዎ ዝደልዩ ዘለዉ ፓሲፊክ ኣብ ዝተፈላለየ ከባቢታት ሓንሳእ ምስ ህንዲ ንህንዲ ምስ ቻይና ተጋጭዋ ምስ ህንዲ ምስ ፓኪስታን ተጋጩ ህንዲ ተምጽእ ምስ ጃፓን ምስ ኣውስትራልያ ምስ ደቡብ ኮርያ ኣጋጣጢምካ ሓደ ኣላያንስ ትፈጥር ኣብ ፊሊፒን እንታይ ትገብር ኣብዚ እንታይ ትገብር ናይዚ ጠፈሸ ምህዞ እየ ዝብላ እለ ምስ ጠፈሸ ሰብ ምህዞ በዝን በትን ጣበብ ናበይ ነፃ ክትከይድ ትክእል ኣሜሪካ በዚ ሕጂ ዘላቶከ እዚ ኩሉ ዝከሰረቶ ክሳራ ከተምልሶ ትክእል ድያ ኣስታት ሰላሳን ክልተን ትሪልዮን ዕዳ ዘለዎ ሃገር ሃብቲ እየ ዝብል ዘሎ ዶላር እዚ ቀጠልያ ወረቀት እናሓተመ ዝዝርግሕ ዘሎ ቁጠባ ናበይ ገፁ ከይድ እዩ ፅባሕ ንግሆ እዚ ሕጂ ዘርእዩና ዘለዉ መንገዲ ናይ ዩክረይን ዘሎ ኤግዚቢሽን ናይ ወተሃደራዊ ኣፅዋር ናበይ ናበይ ገፁ እንታይ ዕላምኡ ዘርካ ዘርካ ተሪኢኻዮ እዚ ሕማም እዚ ክሳብ ዘይተዓገሰ ኣብ ከባቢና ኹን ወፃእ ካብ ከባቢና ብዙሕ ነገር ክንፅበ ንኽእል ልዕሊ ኩሉ ግን ንርግኣትናን ንሰላምናን ንራህዋናን ስትራተጂና ፈሊጥና ንሰርሕ እዚ ብድሆታት እዚ ግን ተርፍ ኣይኮነ እዚ ብድሆ ዝሎ መዓልቱ በሊዑ ክውድእ እዩ ኢልካ ትሓስብ ትኽእል ኢኻ በዚ ሕጂ ዘለዎን ፅባሕን ድሕሪ ፅባሕን ክሓስብዎ ዝኽእሉ ግን ኣይቅይሩን እዮም ትማሊ ኩናት ተወዲኡ ናይ ጃንዳ ወያነ ብኡ ደቂሶም ኣይሓድሩን እዮም ከመይ ገርካ ካልእ ሽግራት ትፈጥር በየን በየን ትፈጥር ከመይ ከመይ ገርካ ተጣቁስ ከመይ ገርካ ተናቁት ከመይ ገርካ ትምንዝዕ ክቅይርዎ ክብሉ እዮም እዚ ባህሊ ዝብል ድሕር ኣሎ ኮይኑ ኣብ ጌጋ ከምቲ ናታቶም ክወድቕ ተዘይኮይኑ ንርኣካ ናይ ሕጂ እዚ ንዓለምና ድርብፅ ዘሎ ዋላ እዚ ሓድሽ ወረቃቅቲ ጨሞ ዘለዉ ክንበብ ኣለዎ ኣብ መንጎ መስመራት እናንበብካ ክትርድኦ ክትክእል ኣለካ እንታይ እዮም ዝብሉ ዘለዉ እዘን ሕጂ ንኮንቴይንመንት ኢሎም ሰሪዖመን ዘለዉ ብደረጃ ንማለቱ እዩ መጀመርያ ሩስያ ክትስራዕ ትኽእል ቻይና ምስኣ ትመፅእ ንኢራን ከእትዋ ክእሉ ናብኡ ንሰሜን ኮርያ ኢሎም ከእትዉ ክእሉ ንካልኦት እትዉ ክእሉ ብዙሕ እቲ ሊስታ እትዉ ጠቂሶሞ ዘለዉ መምኽኔታታት ኢሎም ጠቂሶሞ ዘለዉ ብኡ ጥራይ ተሓፂሩ ትተርፍ ኣይኮነን እቲ ፍልስፍናን ቃልናን ኣእምሮን ክሳብ ዘይተቐየረ ምግባት ናይ ዓለም ምቁፅፃር ናይ ዓለም ዝበሃል ካብ ሓንጎሎም ከይወፀ ብመጋበርያታት ክሰርሑ ኢሎም ዝፈጠርዎ ወይ ዝፈጥርዎ ናይ ኣገልገልቲ ምትእኽኻብን ጠባያትን ኣብ ከከባቢኡ ከምጽኦ ዝኽእል ጸገም ብግቡእ ክንበብ ስለ ዘለዎ ንዕኡ ምንባብ ምፍላጥ ጥራይ ዘይኮነስ ፍታሕ ውን ክትረኽበሉ ኣለካ ምድላዋት ጌርካ ክትጸንህ ትክእል ኣለካ ኣብ ከባቢና ቅርኒ ኣፍሪቃ ሰላም ንደሊ ኩናት ድበሃል ክንርስዖ ካብ ሓንጎልና ክንድምስሶ ክንክእል ኣለና ናብ ልምዓት ናብ ርግኣት ገጽና ክንከይድ ክንክእል ኣለና ራህዋ ክመጽእ ኣለዎ ዘከራኽር ኣርእስታት ኣይኮነን ከመይ ጌርካ ተረጋግጾ ከምዚ ዝኣመሰለ ሓንካር እንከሎ ከመይ ከመይ ጌርካ ከተረጋግጾ ትኽእል ነዚ ሓንካር እዚ ዘገልግል ከዳሚ ከሎ ከመይ ከመይ ጌርካ ነዚ ከተረጋግጾ ትኽእል ክትፈልጥ ክትክእል ኣለካ ንዑ ምፍላጥ ጥራይ ኣይኮነን እቲ ዋና ነገር እቲ ኣዎንታዊ ጎኑ እቲ ናይ ብሓቂ ሃናጺ ዝበሃል ሳዕቤናቱ ክትሰርሓሉ ክትክእል ኣለካ ብትምኒት ዝመጽእ ኣይኮነን ክትሰርሓሉ ክትስውኣሉ ኣለካ ክትከፍለሉ ውን ስለ ዘለካ ማለት እዩ ምፍላጡ ግን ኣገዳሲ እዩ ምኽንያቱ ክመጽኣካ ዝኽእል ብድሆታትካ ሓደ ክልተ ኢልካ ክትፈልጦም ምእንቲ ኣተሓሳስባኦም ብግቡእ ክትርድኦ ክትክእል ኣለካ ኣተሓሳስባኦምን ኣከያይድኦምን ክቕይሩ ይኽእሉ እዮም ኣነ ካብ ማኢታት ዘመናት ዝጀመርዎ ስለ ዝኾነ እዛ ዓለም ከኣ ረቢጾማ ረቢጾማ ረቢጾማ ሃዊኾማ ዓለም ካብኡ ክወጽእ ክእል ስለ ዘለዎ ናብ ኩለን ክፍለ ዓለማት መመንገደን ገብራ ክእል እየን ኣብዛ ከባቢና ዘላ ኩነታት ግን ካልእ ኣማራጺ ይብልናን ብፍላይ ነዚ ህዝቢ ናይዛ ሃገር እዚኣ ሰማንያ ዓመታት እዮም ስንፋስና ኣምሊቆምና ካብ ድሕሪ ሰብዓን ካብ ድሕሪ ሽሕን ትሽዓተ ሚእትን ኣርብዓን ሓደ መሰል የብልና ንሕና ከም ህዝቢ ከም ኩሉ ህዝቢ ናይ ኣፍሪቃ ሃገራት ኮይንና ክንነብር ኣይንኽእልን የለን ስትራተጂያዊ ረብሓታትና ኣይተገልግልን እያ እዛ ሃገር እዚኣ ስለዚ ክትደቑሳ ኣላካ ብኡ ዝመፀ ፀገም በንፃሩ ተበገሰ ቃልሲ ናይ ህዝቢ ኤርትራ በብእዋኑ በብእዋኑ በብእዋኑ ዝገበርዎ ነገር ኣይመሃሩን ድዮም ኣይፈግዱን ድዮም ከምዚ ኣመሰለ ቆፃሊ ተፃብኦ ንሓደ ንእሽቶ ሃገር ንእሽቶ ህዝቢ ስለምንታይ ትማል ተወዲኡ ተወዲኡ ኩናት እናተባህለ ወይ ድሕሪ ኩናት በዝን በትን በዝን በትን ዝኸውንን ዘይከውንን ሓሶት እናፈብረካ ቅሳነት ከሊኦምና ቅድሚ ዝኾነ ይኹን ልዕሊ ዝኾነ ይኹን ካልእ ህዝቢ ንሕና ርግኣት ንደሊ ንሕና ኩናት ክንርስዕ ንደሊ ብሰላም ክንነብር ብራህዋ ክንነብር ምስ ካልእ በይንና ኢና ንነብር ሕጂ እዚኦም ከምዚኦም ዝኣመሰሉ ኣገደስቲ ጉዳያት ስለ ዝኾኑ ናይዚ ከባቢ ንቕሓት ጥራይ ዘይኮነስ ዋላ ያእ ከምዛ ዝብላ ዘሎ እዩ ሰላም ዘይደሊ ሕብረተሰብ ኣይኮነን ዘለና ልዕሊ ማንም ሰላም ህዝቢ ኤርትራ እዩ ዝደልዮ ግን ሰላም ስለ ዝደለኻዮ ጥራይ ኣይኮነን ነቲ ረብሓ ናቶም ክሳብ ዘየገልገለ እቲ ቦታ እቲ ዕግርግር ካብ ዕግርግር ዝኸስብ ሰብካ ክሳብ ዝሃለወ ሽግር እዩ ክኸውን ናይ ሆፕ ካብኡ ተማሂርና ክንከውን ንሰላም ንምነ ግን ሰላም ብትምኒ ጥራይ ስለዘይመፅእ እዚ ዘሎ ኩነታት ድማ ምርዳእን ምግንዛብን የድሊ እናበልኩ ናይ ሎም ኣርስት ኣብዚ ኩድየ ፕሊስ ላይክ ግበሩ ሰፖርት ግበሩ ናብ ካልኦት ሸር ግበሩ እናበልኩ ምዝያ ለበዋ እዚያ ክገትፈኩም እዩ ዓለምና ብኣርተፊሻል ኢንቴሊጀንስ ብብሎክቸይን ቴክኖሎጂ ከምኡ እውን ብሮበታት ትሕንበበሉ ዘላ እንታይ ዓይነት መንገዲ ወይ ጉዕዞ እንተወሰድና እዩ ዘዋፃና ንዝብል ሕቶ ክሕግዝ ምንታን መጀመርያ ኣብ ሓንቲ ስራሕ ኣብ ሓደ ዓውዲ ሰርቲፊኬት ወይ ስራሕ ሒዘ ክነብር እየ ምባል ፅቡቕ ውሳነ ኣይኮነን እንታይ ደኣ መጀመርያ ነቲ ቴክኖሎጂ ዝሕንበበሉ ዘሎ ሓድሽ ሴክተርስ ኣብኡ ኢንቨስት ክንገብር ኣለና ብመንገዲ ስቶክ ማርኬት ከምኡ እውን ንበዓል ክሪፕቶ ከረንሲ ፈሊጥና ኣስተውዒልና ክንጥቀመሎም ክንክእል ኣለና እዚ ዕድል እዚ ዝድገም ዕድል እውን ኣይኮነን። ካልእ ድማ ነቲ ቴክኖሎጂ ከይወሓጠና ከሎ ክንመሃሮ ክንብገስ ኣለና። እንታይ እንታይ ዓውዲ ክንፈልጥ ኣለና? እዚ ተማሂረ ቅድሚ ሕጂ ዘይኮነስ ከም ብሓድሽ ክንመሃር ክንብገስ ኣለና። ንዑ ዝሕግዝ ፕሮግራማት ድማ ኣለና። ኣትኹም ረኣይዎ፣ ክሕጉሰኩም ድማ ይኽእል እዩ። ተንኪዩ